እታ ሃገረሰብ እቲ ናይ ፍጻመ ዕለት ብልክዕ ይዝክራን ኩነታት እቲ ዝነበረ መስገደል ዘሰነዮ ፈላሚ ጉዕዞ ዓድኻ ሕቆ ከሂብካያ ንርሑቕ መገሻ ግን ኣይሃሰኒ ዝሃሰኒ እውን ኣይመስለንን ጸሓይ ደጊማ ከም ዘይትምለስ፣ ኩነታት ናብ ነበልባል ተቐይሩ፣ መሬት ሓዊ ከም ዝኾልሰ፣ ጓህሪ እናተፍኤ ናብ እሳተ ጎመራ እዩ ተቐይሩ። ኣብ ኣጋ ወጋሕታ ዘሰንየና ዝሑልን ምቹእን ኣየር ደሓን ኩን ኢሉ ዘይተፋነወና ክንሱ ንሓዋሩ ዝምለስ ኣይመስልን። ኣብራኽና ደሙ ረጊኡ ሽንኳይ ዶብራኻ ጉባዝ ኣብራኽ ሽማግለ እውን ክትብለን ኣብ ዘጸግም ኩነታት እየን ተዓይረን። መልሓስና ኣጆኹም ኢሉ ዘተባብዕ ቃላት ከተውጽእ ኣይኮነትን፣ ነታ ንርእሳ ዘጠልል ጥፍጣፍ እኳ ከተዳሉ ኣይከኣለትን። ጎረረና ነቒጹ፣ ጥፍጣፍ ኣይኮነን ዓኽታ እኳ ከመንጩ ዓቐብ ኮይንዎ። እዚ ከይኣክል ረሃጽና ካብ ውሕጅ ዘፍለ ኣይነበሮን። ግና ኣማራጺ ኣይነበረን። ትንፋስ ጠሊማ ክሳብ ትዕርፈና ክብጻሕ ዝተሓንጸጸ ዕላማ ክብጻሕ ነይርዎ። ነቲ ዝኣመነ ሰብ ኩሉ ነገር ይከኣሎ እዩ ዝብል ዘዕበየና መንፈሳዊ ጥቕሲ ከም ጭርሖ ተቐኒትና ጉዕዘና ክንቀጽል ግዴታ ኮነ። ካልእ ኣማራጺ እውን ኣይነበረን። ቃል ኣምላኽ ከም ጭርሖ ተስፋን እምነትን ኣምላኽ ዝተሓንገጠት ነብሲ ማይ ጽምእ ነበልባል ሓዊ ሙቖት ኣይኮነን ካልእ ይሕዛን። እቲ ጉዕዞ ነዊሕን ሃልክን ዝበዝሖ እኳ እንተነበረ ከም ሻሙ ክንገጥሞ'ዩ እንኮ ኣማራጺ ነይርና። ኣነ እዛ ሓምሻዮም ኣርባዕተዮም ዝነበሩ ብጾተይ ብወኻዕኻዕ ዝፈለመ ጉዕዞ መኣዝኑ ናብ ንብዓት ክቕየር ፈጺምና ሓሲብናዮ ኣይነበርናን። ግና ጉዕዞ ርሑቕ መገሻ ክሳብ ትዕወት ዝሓትት መስዋእቲ ክሃሰና ከም ዘይብሉ ቅድሚ ምብጋስና ዝኣተናዮ ውዕል ስለ ዝነበረ ዘልሓጥሓጥ ዘይምርኣይ ከም ሕጊ ወተሃደርና ነዲፍናዮ። ካልእ ፍታሕ ስለ ዘይነበረ እውን ልዕሊ እቲ ሕጊ ብሓቦ ምቕጻል እዩ መሪጹ መንፈስና። ግን ከምቲ ንድኻ ደርሆ ትጸድፎ ዝተባህለ፣ ጽምኢ ጎረሮ ብላዕሊ ኩሉ ሓይላ ጸንቂቓ ንዘለኣለም ከም ዘይትምለስ፣ ሓዊ ዝተቐየረት ጸሓይ ብታሕቲ ጓህሪ ዝተፍእ መሬት ስቓዩ ከይኣኽለና፣ መሓወር ብርሃን ኣስራሕን ዘብቅዓሉ ግዜ ተኸስተ። ብርሃና ትሑትን ልኡምን ጠባይ ትውንን፣ ከደራይ ሕብሪ ዘለዋ፣ ሓጺር ጸጉሪ ዘይከም ኣብ ካልኦት ሄዋናት ኣብኣ ፍሉይ ጽባቐ ዘለዎ፣ መዓጓር ኣብ ከተማ ዝዓበየት፣ ብመናባብሮ ገጠርን ለውሃት ህዝቢ ሃገረሰብን ትምሰጥ ሄዋን እያ። ብርሃና ንጀምዓ ናብ ህይወትና ራኢ ክህልወና፣ ንራኢና ክሳብ ናይ ህይወት ሕልፈት ክንከፍለሉ ከም ዘለና፣ መሰረት ኩሉ ነገር ፍቕሪ ስለ ዝኾነ፣ ንነፍቅሮ ይዕበ ይንኣስ መስዋእቲ ክንከፍለሉ ከም ዘለና ብዘለዋ ተፈጥራዊ ናይ ምርዳእ ተኽእሎን ብዘንበቦቶም መጻሕፍትን ኣብነት እናገበረት ዘሳለየትና ከም ነብስና ነፍቅራ ናይ ሃይስኩል መሓዛናን መምሃርትናን እያ። በቲ ፀሓይ፣ በቲ ጽምኢ፣ በቲ ድኻም ብርሃና ተኣኪቡ ጽዋእና ወዲእና ተስፋና ናብ ምህሳሱ ክኸይድ ቁርብ ተሪፍዎ እኳ እንተነበረ ከምቲ እዝጋብሄር ጸድፊ ፈጢሩ መዋጽኦ ይፈጥር ዝበሃል እግዛብሄር ፍጡራቱ ኣሕሊፉ ክህብ ኣይረኣናን። ኣብ ትስንጭሮ ጎቦታት ጫካ ዱር ሰብ ክትረክብ ኣይኮነን ጽንጽያ ከማን ክትረክብ ከም ትኽእል ክትሓስቦ ክትግምቶ ጠቕላላ ኣይትኽእልን። ከምቲ ቀዲመ ዘዕበየና መንፈሳዊ ጥቕሲ ግን ነቲ ዝኣመነ ሰብ ኩሉ ነገር ይከኣል እዩ። ብዘይተጸበናዮ ንዓና ክብል ሓደ ጉብዝናኡ ሰማይ ጠቀስ በዓል ጸሊም ሻፍሻፎ በትሪ፣ ሳርያ ኺዳን ዝለበሰ፣ ብጸባ ዝጠንከረ መሓውር፣ ጸጉሩ ብጎተና መሺጡ፣ ብራሾኡ ተሓንጒጡ፣ ግንባሩ ብረሃጽ ተሓጺቡ፣ ሃንደበት ህሩክ በለና። ብረጒድ ድምጺ መን ኢኻታ ኢሉ ብዘይካ ብርሃና ንዓና ብወረን ብፊልምን እምበር ብኻልእ ርኢናዮ ዘይንፈልጥ በሊሕ ጉራዴ ካብ ድሕሪቱ ምዝዝ ኣበለ። ኣብቲ ሽዑ ናይ ብርሃና ዝበኣሰ ነይሩ እምበር ብዘይካ ዮናስ ኩላህና መልሲ ክህብ ዝኽእል መልሓስ ሓይሊ ኣይነበረናን። ዮናስ ህድእ ዝበለ ትሕትና ዝመልኦ ሰብ ብምንባሩ ሓወይ ኣንሕና ሰለማውያን ሰባት ኢና ኢሉ ብላሕታት ጎረርኡ መለሰሉ። ወዲ ንብርሃና ተዘርጊሓ ምስ ረኣያ ጉራዲኡ ቦታኣ መሊሱ ካብ ዝባኑ ብራሾ ኣውጺኡ ናብቲ ብጸሓይን ረሃጽን ትኪ ዝመሰለ ልስሉስ መዓጓጉርታ ክዝብዝበላ ዝወሰነ፣ ንብርሃና ንእለታ ትንፋስ ኣትኪሉ፣ ካብዚኣ ከይትንቀሳቐሱ! ኢሉ ካብ ቅድመና ክስወር ካልኢት ኣይወሰደሉን። ምስ ጽምዋ ናይቲ ጽምጽም በረኻ ብዘይ ወላ ሓደ ዘረባ ካባና ምስዋሩ ከየፍረሐና ኣይተረፈን። ሓንጎልና ኣሉታዊ ሓሳባት ንእለቱ ከፈልፍል ኣይደንጉየን። እንተኾነ ግና ብርሃና ድሮ ትንፋስ ተኺላ ስለ ዝነበረት ርኢናዮ ብዘይንፈልጥ ጸዋግ ገጽ ነድሪ ዝተሓዋወሶ ድምጺ ሰምያ ካብ ሕማቕ እንዳሓሰብና ጽቡቕ እንዳሓሰብና ፍርድና ምጽባይ ኣይሕሽን እንታይ ዓይነት ሰባት ኢኹም ብጃኹም እስከ ሕማቕ ይትሕሰቡ በለት ጌና ዘረባኣ ከይወደእት ወዮ ጸባ ጸገብ ጉልበት ኣባ ጥመት ዝዓይነቱ ብጃሎን ጽባ ግንዖ ቅጫ ጣፍ ኣብ ሳንጥኡ ሒዙ ንእለታ ጠበቕ በለ። ንጸባ ወላ ደኣ ንፈልጦ ንንበር እምበር፣ ከምቲ ናይ ሽዑ ጸባ ግን ሰቲናዮ ኣይኮነን ርኢናዮ ከማን ኣይንፈልጥን። ሕፍሰቱን ዘለዎ መቐረትን ትንፋስ እዩ ዝተኸለልና። ድሕሪ መግቢ ምምጋብና፣ እቲ ውሃ ዘብል ጉብዝና፣ ልዙብ ባህርያቱን ዝውንን ጓሳ መንእሰይ ሽደን ናብ ሓንቲ ብቓጬላ እምኒ ባላታት ዝተሰርሐት ኣግነት መሪሒና ኣተወ። ሓቂ ይሓይሽ እታ ኣግነት ግጅፋን ትርኢታን ትበሃግ ኣይኮነትን። ግን ከኣ እቲ ብርእስና ተንጠልጢሉ ዝነበረ ዕራርዋይ ኣብታር፣ እቲ ፊትና ቆይሙ ዝነበረ ናውቲ ማሕረስ፣ እቲ ትንፋስ ብርሃና ዝተኸለት ብራሾ ማይ፣ ምስታ መሰነይታ ጓሳ ዝኾነት ኣብ ሰፈራ ተንጠልጢላ ዝነበረት ጉራደ፣ እቲ የዕንዲ ናይቲ ደምበ፣ እቲ ከም ዘይማ ያረድ ዘነቁያ ሻምብቆኡ፣ እቲ በዓል ጓጉድ ጸባ ብሓጺሩ ንብረት ጓሳ እተን ድርኩ ኮይ ትውጽእ ኢልካ ኣብ ገበላ ዝዕንድራ ዝነበራ ኣብታይ መሓስእ ቀዓዩ ጨና ትደምበ ናቱ መቐረት ነይርዎ ኣብቲ ኣግነት ዝነበረ ፍቕሪ ዕላል ሽደን ተደሪብዎ ከይተረደኣና ዕላማና ከምንዝንግዕ ጌርና ሽደን ዕላሉ ጥራይ ኣይኮነን ጥዑም፣ ኣመና ቅኑዕን ወናኒ ጽሩይ ኣእምሮን እዩ እውን። ዕላሉ ክምስጠካ መዓት እዩ፣ ብፍላይ ሰሓቑ ካብ ልቢ ብዓውታ ክስሕቕ ከሎ ናይ ብሓቂ ገለ ትዝታ ኣብ ነብስኻ ይፈጥረልካ። ኣብ ከተማ ስለ ዝዓበና ከም በዓል ሺደን ዝበሉ መናእሰያት ብፍላጥ ድዩ ብዘይፍላጥ በዲልናዮምና። ሃገረሰብ ኢልና ሒዞሞ ዝመጽኡ ጠስምን መዓርን ኣሕዲግና ጥረሖም ሰደድናዮ መግባዝ ውሑዳት ኣይኮኑን። ንሱ ግን ኣብ ጸምጸም በረኻ ተስፋ ቆሪጽና ንሞት ኣብ ዝተዳለናሉ መጺኡ ኣብ ትሕቲ ፈጣሪ ህይወት ተኸይለልና። ብዛዕባ ሃገረሰብ ዝነበረኒ ዝንቡዕ ርድኢት ንእለቱ ተቐየረ። ኣብ ገዛውትና ዝነበሩ ኣቦይ ገብረ ጸሓይ ብራቕ ኣዘኻኸረኒ። ኣቦይ ገብረ እታ ጸሓይ ብራቕ ትብል ሳጓ ኣብ ገዛውትና መጺኦም ምስ ህጻውንቲ ይጻወቱ እሞ እቶም ህጻውንቲ ዝነበርና ድማ ጸሓይና ትበርቀልና ነይራ ብኸምኡ እየን ኣደታት ገዛውትና ጸሓይ ብራቕ ዝብል ሳጓ ኣውጺእና ኣሎ። ንሽደን ምስ ረኣኹ፣ ኣቦይ ገብረ ጸሓይ ብራቕ ዘኪረ። ኣቦይ ገብረ፣ ሓደ መዓልቲ ኩላህና ደቂ ገዛውቲ ተኣኪብና፣ ንሓደ ኣድጊ ጽዒኑ ብበትሪ ሒዙ፣ ሃራምበ ጫማ ለቢሱ፣ ብገዛውትና ዝሓልፍ ዝነበረ ወዲ ሃገረሰብ፣ ፋራ! ፋራ! ሃገረሰብ! ሃገረሰብ! እናበልና ክንጸርፎ ምስ ረኣይና፣ ኣቦይ ገብረ መጺኦም ኣኪቦም፣ እዞም ደቀይ ከምኡ ኣይበሃልን ሃገረሰብ ማለት ናይ ሰብ ሃገር እዩ ንሶም ዝሓረስዎ ጣይታ ኢኹም ትበልዑ ዘለኹም ካብ ድሕሪ ህጂ ከምዚኣ ኢሉ ዝፀረፈ ክፀሎ እየ ክብሉና ከለዉ ተዘኪርኒ ናይ ብሓቂ ሃገረሰብ ናይ ሰብ ሃገር እዩ ኢለ ሽዑ መስኪረ ምሽደን ሰለስተ ለይቲ ሓዲርና ክዳንና ሓፂብና ነብስና ተሓፂብና ድኻምና ውፅኢና ኢና ዘይርሳዕ ኣሽደን ብዓል ብርሃና ቅያር ክዳን ስለ ዘይነበረን እቲ ክዳነን ምስ ሓጸባኦ ታይት ቁምጣን ኣፍ ልበን ጠሚር ዝሓዘ ረጂ ገይረን እየን ናባና ሕውስ ኢለናና። ዋይ ተኾርምየን ኪዳ ኢሉ ብሕፍረት ኣብ ዝኣትዎ ክጨንቆ ከሎ እዩ። ዋላ እኳ ንሕና እንተሰሓቕናዮ ብርሃና ግን ሕራይ ኢላ ክሳብ ክዳነን ዝነቕጸለን ካባና ረሓቓ። ንምንታይ ደኣ ምስ በልናያ እዚ ጎበዝ ኣብ ዝጸምጸም በረኻ ወላ ሓንቲ ዘይብሉ ስምዒቱ ክንትንክፎ ንዕኡ ኣዝዩ ሃሳይ እዩ ኢላ ልቦና ዘለዎ ምኽሪ መኸረትና። ጽባሕ ክንብገስ ኢና ምስ በልናዮ ጽቡቕ ባዕለይ ኣብቲ እትርእይዎ ዘለኹም ጠረር ከብጽሐኩም እየ ካብኡ ተሽከርከርቲ ክትረኽቡ ኢኹም ተሳፊርኩም ትኸዱ ዓድኹም ብለና። ንጽባሒቱ ሺደን ሓደ ብሂወተይ ዘይሃስስ ማዕዳ መዓደና። ክቡራት ኣሕዋተይ ኣነ ንዓኹም ምልላለይ ሕጉስ እየ ኢለ ኣብ ዝኸድኩሞ ጻዕዳ ይጽናሕኹም ዞም ኣሕዋተይ ኣብ ሂወትኩም ንዝኾነ ትገብርዎ ነገር ብፍቕርን ብፍርሃት እዝግኣብሄርን እንተጌርኩሞ ኣይክትወድቁን ኢኹም ሓይሊ እግዝኣብሄር ሪኢኹሞ ኢኹም እዝጋብሄር እዩ ካብ መዓት ኣድሒኑኩም ኣጆኹም ኣይትሕመቑ ምናልባት ከተማ ቀልቀልተ ኢለ ክንራኸብ ተስፋ ይገብር ሕጂ ግን ሰናይ ጉዕዞ ይግበረልኩም ኢሉ ሕቆ ሂብና ናብ ደንቡኡ ተዓዝረ ተፈጸመ ጸሓፍን ኣቕራብን ሃብቶም ሓጎስ